ሰላም ኩቡራትን ኩቡራንን ተኸታተልትና ከመይ ቀኒኹም ኣብ ዝሓለፈ ግዜ ቅንያት ፈንቅል ኣብ ዝጽንበለሉ ዝነበረ እዋን ኣብ ድግድግታን ሰሊናን ኣብ ግዜ ውግእ ምሕራር ከተማ ምጽዋዕን መላእ ሰምሃርን ካብ ዝተሳተፈን የማነይቲ ኢዱ ኣብ ዓውደ ውግእ ሰንኪላን ተቖሪጻን ክነሳ መራሒ ጋንታ ብምዃን ነጢሩ ንሓደ ወተሃደር ናይ ጸላኢ ብኻራ ብዛዕባ ምቕታሉን ካልእን ዘብርህ ትሕዝቶ ምቕራብና ዝዝከር እዩ። ኣብቲ ቦታ ፍጻመ ናይ ጅግንነት ብምኻድ ድማ ኢና እቲ ታሪኽ ናይዚ ሓርበኛን ብጾቱን ሰኒድናዮ ዝነበርና። ብድሕሪ እዚ እውን እዚ ጅግና ሓርበኛ ኣብ ካልእ ኩርናዕ ናይ ውግእ ክሳብ መራሒ ሓይሊ ብምዃን ዝፈጸሞ ጅግንነት ኣውራ ድማ ድሕሪ ናጽነት ኣብ ውግኣት ወራራት ወያነ ከም መራሒ ቦጦሎኒ ብምዃን በጃ ሃገር ዝመከተሉን ጎኒ ጎኑ ድሕሪ ናጽነት ኣብ ሕርሻዊ ንጥፈታት ብምስታፍ በታ ቁራጽ ኢዱ ትራክተር ሒዙ ብምሕራስ፣ ክሳብ ባዕሉ ዝውንኖን ዘካይዶን ናይ ጸባ ከብትን ካልእን ዘጠቓልል ሕርሻዊ ንጥፈታቱን ኣይብዳህን ዝብል ኒሑን ዘንጸባርቕ ተኸታታሊ ትሕዝቶ ምቕራብናውን ዝዝከር ኢዩ። ክቡራትን ክቡራንን፣ እዚ ገዲም ሓርበኛ ብዘይካቲ ኣብ ኩናት ተሳሒሉ ዝረኸቦ ጅግና ናይ ምዃን ትዕድልቱ፣ ኣብ ጎኑ እውን ኣጆኻ ትብሎ ወገን ኣላቶ። ከምኡ ተጋዳሊት ኣብ ሽሕን ሸዓተ ሚእትን ተስዓን ካብታ ተወሊዳ ዝዓበየትላ ከተማ ዓዲ ቐይሕ ዞባ ደቡብ ንሜዳ ዝተሰለፈትን ኣብ ኣሃዱ ናይ ሃይለ ርኣያ ብምዃን ኣብ ምምጻእ ናጽነት እጃማ ዘበርከተትን እያ። ድሕሪ ናጽነት ድሕሪ ዝመስረትዎ ዝምድነኦም ድማ ኣብ ኩሉ ንጥፈታት ህይወቱ ንተጋዳላይ ሃይለ ርኣያ ሞራል ብምስናቕ ናብዚ ዓወት ዘብጽሓቶ ሓያል በዓልቲ ቤት ከምዘላቶ'ዩ ዝገልጽ ኣቶ ሃይለ። ሎሚ ክቡራትን ክቡራንን፣ ኣብ ጻዕሩን ቃልሱን ንምብዳህ ገድሊ ንናጽነትን ገድሊ ንመነባብሮን ብምትኳር፣ ምስ ገዲም ሓርበኛ ተጋዳላይ ሃይለ ርኣያን በዓልቲ ቤቱ ወይዘሮ ይሕደጋ ጸጋይ ደስታን ዘካየድናዮ ሰሓቢ ቃለ መሕትት ከነቕርበልኩም ኢና። ኤፍረም ግደ፣

ፈለማ ሙሉእ ስምኪ ክትነግርና ኢኺ መዓስ ኢኹም ምስ ሃይለ ተላሊኹም መዓስ ቃል ኪዳን ኣሲርኩም ክንደይ ቆልዑ ከፍሪኹም። ኣሕደጋ ጸጋይ ደስታ እባሃል መበቆል ዓደይ ዓዲ ቀይሕ እዩ ዓዲ ቀይሕ ጓል ሃዳሙ ማለት እየ ዕድሜ ሓምሳን ክልተን ዓመት ገይረ ኣለኹ ደረጃ ትምህርተይ ሻውዓይ ኣብ ናይ ደርጊ ማለት እዩ ካብኡ ብድሕሪኡ ናይ ቴስዓ ንሜዳ ከይደ ስጋዕ ቴስዓን ሰለስተን ኣብ ሓይልታት ነይረ ወደርኣያ መራ ሓይለ እዩ ነይሩ ብድሕሪኡ ዝምድና ጌርና ማለት እዩ ዝምድና ጌርና ነብሰ ፆር ኮይነ ቴስዓን ሰለስተን ከዓ ካብ ዓሰም ነስመራ መፅየ ትምህርቲ ካብኡ ሓዳርና ጀሚርና በዓል ቤተይ ሓቂ ሓይሽ ዋላ ብመገዲ ስድራይ ስለምንታይ ስንኩል ገለ ኢለን ደሃህ ኢለናኒ ነይረን ኣነ ግን እቲ መርፍዓት ናቱን ኩሉ እቲ ዝገብሮ ነጥፈትን ጅግንነቱን ርኤ ክንዲ ኩሉ ክኾነኒ ከመያይ ከም ሓወይ ከም በዓል ቤተይ ክኸውን እዩ እዝስ ኣነ ባዕለይ እንተ ደይ ጸጊበ ዋላ ሓንቲ ጸገም የብሉን ኢለ ብእምነት ኣሚነ ሓዳርና ቀጢልና ስጋዕ ሕጂ ከዓ ኣነ ከም ሙሉእ ኣካላት እምበር ከም ስንኩል ገይራ ሓሲበ ይፈልጥኒ እቲ ምንታይ ሞራል ኣሎ ክገብሮ እየ እምበር ኣይገብሮን እየ ኣይብልን እዩ ጸገም የለን ኣጆኺ ኣይትጨነቒ ክንገብሮ ኢና ሽግር የብልናን እንዳበለ ከዓ ስጋዕ ለይቲ ሎሚ ኣምላኽ ይመስገን ኣነስ እርስዐ እያ ከማን ስንኩል ከም ምኳነ እቲ ምንታይ ባዴላ ኣብዚኡ ተቆርቂሩ ድክዑ ክዘሩ ከሎ መንደቅ እውን በታ ቆራፂ ኢዱ ገይሩ ተሰኪሙ ኣብ ዓዲ ኣሎ ብላጌን ዝነደቆ መረባዕ ብድሕሪኡ እውን ነዚ ጆርዲን ኣንታ ሃይለ ከመይ ጌርና ክንከይድ ኢና ከመይ ጌርና ክንሰርሕ ኢና እንዳበልኮ ደሓን ኣጆኺ ማተርያ እንድሕር ቀሪብና ኣብ ዛራ ከዓ ጆርዲንን ካልእን የካይድ ስለ ዝነበርኩ ጸገም የለን እንዳበለ ከዓ ስጋዕ ለይቲ ሎሚ መዓንቲ ካብ ቴስዓን ሰለስተን ስጋዕ ለይቲ ሎሚ ብጆርዲንና ዲና ደርሁት ጌርና ዲና ትራክተር እውን ሳላ መንግስትና ተለቂሕና ፅቡቅ ናብራ ነካይድ ሰለስተ ቆልዑት ኣለውና ተዓባይ ባኑና ትበሃል ብድሕሪያ ቅሳነት ብድሕሪኡን ፍትሓዊ ዝወዲ ማለት እዩ ኣመርዒናዮም ከዓ ኣምላኽ መስገን ኣርባዕተ ቆልዑ ሓሙሽተ ቆልዑ እዚ እውን ዓሚ መርዒናዮ ነብሰ ፆር ኮይና ኣላ ኣነ ብጣዕሚ እየ ደመስግን ልዕሊ እቶም ሙሉኣት ኣካላት ዘመሓድሩ ልዕሊ እዩ ድኣልየኒ ኣነ ከዓ ልዕሊ ሰበ እየ ዝነብር ጋሽ ባርካ ከይድ ትራክተር ሒዙ ኣነ እውን ኣብዚ ሸቃሎ እንዳካየድኩ ጆርዲነይ ክሰርሕ እጸንሕ ሰለስተ ከልቢ ኣለውኒ ኣይፈርሕን እየ ሸቃሎ ከ ኣለዉ ብዙሕ ኣነ ኣይፀገምን እየ ኣብዚ ስለምንታይ ገለ ብላን እየን ብዓዲ ወላ ሓንቲ ይፈርሕን እየ ግን እቶም መክለባት ንፉዓት እዮም ኣነ ከዓ ሓቂ ዘረባ ኣይፈርህን እየ ስጋዕ ሎሚ ካብ ቴስዓን ሰለስተን ስጋዕ ለይቲ ሎሚ መዓንቲ ናብራና ፅቡቅ ጆርዲና እንዳገበርና ፍሩታና እንዳበላዕና ብዜካ ሽጉርቲ ወይ ከዓ በርበረ እቲ በርበረ ከማን ኣለዎ ግዜ ኣብ ዝነፍርዮ ኢና ኣጥሒና ካብ ግራቴ ካብ ጆርዲነ እየ ዝጥቀም ኣነስ ጽቡቅ ኣለኹ። ሕደጋ
ኣብ ኣብ ሜዳ ኣብ ተስዓኺ ተሰሊፍኪ እወ ካብ ከተማ ዓዲ ቀይሕ ወጺኺ እወ ምስ ሃይለ ከዓ ሌላ ገርኩም እወ። እስከ ኣብታ ሓይሊ ኢኻ ኣቲኺ መስለኒ እወ እስከ ከመይ ነይራ እታ ሓይሊ ንገርና መዓስ ኢኺ ርኪብክያ ሓይሊ ኣነ ጓል ዕስራን ሓደን ዓመት እየ ነይረ ካብኣቶም ድና ኣስኪ እየ ሕጂ ጋንታይ ከማን ሰለስተ ሓይሊ እየን ሰለስተ ጋንታ እየን ኣብቲ ሓይሊ በቃ ሕንቀቕቲ እየ ነይረ ኣብቲ ሓንቲ ጋንታ ኣብቲ ሓንቲ ጋንታ እንዳኸድኩ ብዙሕ ከማን ዋርድያ ኣይውፅንን እዮም ንዕ መሻርፍ ኣምፂ ንዕ ከም ዝግበሪ ገለ እዮም ድብሉኒ ከም ማር ሓይለይ እውን ይኣልየኒ እዩ ነይሩ ሕጂ እዚኣ ድሓን እያ መንቋሕቃሕቲ ኣለዋ ድሓን እያ ኢሉ ዝምድና ክንገብር ከም ዘለና ብወረቐት ብድሕሪኡ ከዓ ሓራይ ምስ ተባሃልካ ትረዳዳእ ኢኻ ተረዳዲእና ከዓኒ ኩሉ ነገሩ ምስ ረኣኹ ተቐቢለዮ ዋእ ብድሕሪኡ ኣብ ናብራና ቀፂልና ማለት እዩ ስድራ ኣብዮም ኢልኪ እወ ምስ ማለት ሲ ንስኹም ተጋደልቲ ኢኹም እንታይ ኮይኖም ኣብዮም እንተ ኮይኑ እንተ ኮንኪ ጥብኩ ድዩ መዓኮርኪ ከቢዱኪ ቆራፅ ኢዱ ስንኩል ሒዝኪ ዝመፃኺ ኢለን መጀመርታ ኩለን እዘን ስድራ ዋላ ደቂ ሓወቦይ ኣደይ ኣይተቐበላንን ኣነ ግን ኩሉ ፀገም ከደይብሉ ስለ ዝረኣኽዎ ወላ ሓንቲ ሽግር የብሉን ኣነ መሪፀየ እንደ ምርጫ እዩ ወላ ሓንቲ ሽግር ስለ ዘይብለይ ንዓይ ኣነ እንደ ዝነብር ምስኡ ገለ ኢለዮን ብዝኾነ ኣብቲ ዝበልክወን ኣትየን እየን እቲ መጀመርታ ደይ ምፍላጥ ይኸምኡ ቢልወን እቲ ስንኩልሲ ኩሉ ጎደሎ እዩ ድመስሎ ኣነ ግን ጎደሎ ይረኣኹሉን ስጋዕ ሕጂ ከማን ከም ስንኩል ኣይጥሙቶን እዩ ብድሕሪኡ ጥንሲ ምስ መፀ ሕርሲ ምስ መፀ ሕጂ ደኣ ሃይለ ኢጅነር እየ ኢልናካ ኢና መመሓዳደር እየ ኢለን ደሪፈን ኣሉ ካልእ ትረፍሲ ሃይለ ኢጅነር እየ ኢልናካ ኢና መመሓዳደር ኢለን ደሪፈን ኣሉ
እወ ናይ ጣዕሳ ምልክት እዩ ሕጂ ዝተጣሒስና መጀመርታ መሲልና እዩ እምበር ሕጅስ ሓቅኺ ኢኺ ኣብ ምባል ኣትየን።
ብሓደ ኢዱ የማነይ ተራእያ ተቓራ ተቓሪፃ ደላ ብፀጋም ኢዱ ዝሰርሕ ንባዕልኺ ይገርመኪ ዶ? ኣነስ ኣይገርመንን እዩ እቲ መንፍዓት ስለ ዝሪኦ እቲ መጀመርታ ደኣ ከመይ እዩ ክኸውን ብል ነይረ እምበር በዛ ፀጋሙ ሰሉ ክቆፅር ኣይፅጉሞ ብኣ ክፅሕፍ ኣይፅጉሞ ማኪና እውን ሓፂነ እትዩ በታ ፀጋም ገይሩ እዝውር ዋላ ኣቦይስ ሓሞይ ይፈርህ ነይሩ ኣንቲ ትስቀሊ ከዓ ምሳ ምስኡ ገላ ኣቦይ ዋላ ሓንቲ ፀገም የብሉን ኣብ ሪፋይነሪ ኣብ ዓሰም ከለና ቴታ ይድሕዝ ነይሩ ዋላ ሓንቲ ሽግር የብሉን ኣቦይ ገለ ብሎ ኩሎም እዞም ስድራ ስንቡድ ነይሮም ኣነ ግን ዋላ ሓንቲ ይፅገምኒ ስለ ዝረኣኽዎ ዋላ ሓንቲ ሽግር የብለይን ስካ ሕጂ ኣነ ከዓ እስኻ ፀጋምካ ተተቆርፀ ኣነ ክንዲ የማንካ ክኸውን እየ ብምባል ስጋ ሕጂ ብሞራል ሓቂ ዘረባ ፅቡቕ ኢና ዘለና
ልክዕ ፀገም የለን ኣነ ተሸጊረለ ይፈልጥኒ ከም ሰብ እውን ትሕግዘኒ እያ ኣብ ጎነ እያ ኣብ ሞራል ፀግዐ እያ ኣብ ስራሕ እውን ፀግዐ እያ ነዚ ስራሕ ዝተባብዓትኒ እውን ዝያዳ ኣብ ከተማ ንቀመጥ ኣይንኽእሎን ኢና ንሳ ሙራል ክትገብር ምእንቲ ናብ ከተማ ዝብል ሓሳብ ነይሩ ኣነ ኣብ ከተማ ነዚ ሰሪሕና ይንቕመጥ ኢና ኣብዚኣ ደኣ ቅመጥ ኢላ ከም ዝጠቐሰቶ ጋሽ በፅሒያ ክሳብ ዝመፅእ ኣብዚ ቦታ ትፀንሓኒ እያ ተገልግል እያ ልቢ ልክዕ እቲ ኣመሳርታ ናይ ዝምድናና ከምቲ ዝገለጸቶ እዩ መጀመርያ ኣብቲ ኣሃዱ ስለ ዝነበረት ኣብቲ ኣሃዱ ቅብልቲ ህብብቲ ከም ንእሽቶ ከም ሓዳስ ናይ ቴስዓ ኢልና ንሕንቅቕ ኢና፣ ብዙሕ ንኣሽቱ ወይ ደቂ ኣንስትዮ እውን ናብ ውግእ ገጽና ኣይነሳትፎም ኢና፣ ሳንጣ ገለ ሒዝና ናብ መልእኽቲ ገጽና ነብሎም ኢና፣ ውግእ ዝሕል ምስ በለ ዋርድያ ክሕግዙና ነእትዎም ኢና፣ ብኸምዚ እንዳላማመድና ነብሎም፣ እቲ ዝዓቕማ ዘፍቅደላ ተዋጊኣ እያ፣ ናይ በዓል ሰሰብ እውን ኣብዚ ዛዛሚ ውግእ ዝነበረሉ ተዋጊኣ እያ፣ ዘይተዋግእት ኣይኮነትን፣ ስለዚ እቲ መምዘኒ ናይ ኩናት እኹል እዩ፣ እቲ መምዘኒ ናይቲ ቃልሲ እኹል እዩ፣ እቲ መምዘኒ ናይዚ ሓዳር እውን እኹል እዩ ከም ዝበለቶ፣ ጸገም ግን ኣየጸግመንን እዩ፣ ገንዘብ ክቆጽር ተደልዮ ዋላ ሓንቲ ንዓይ ኣሸጋሪ ኣይኮነን፣ ከም ድላየ ክቁጽር እኽእል እየ፣ በቢ ጥቕሉል ክቆጽር እኽእል እየ፣ ብሓምሳ ብክልተ እንዳገበርኩ ክቆጽር እየ። ስለዚ

ኣነ የለን ምናልባት እዋእ ሓሶት ክኸውን ይኽእል እዩ እቲ ኢድ ዝጭብጥ ኣበየ ኣሎ እንዲ ክመፅእ ናይ ምጭባጥ ተኽእሎ እንተዘይኮይኑ ካልእ ዝኾነ ጎንፂ ክሰርሓሉ ክእል እየ ኣብ ገለ ግንጭት ዘጋጥም እውን ብኣኣ ክሃርም እውን ንሰልጠኒ ካብ ብካልእ ክሃርም ንስራሕ እውን ኣየፀግመንን እዩ ብዝኾነ ነገር ዘፀግም የለን ሓንቲ ኣብ ዓፂድ ልዕሊ ዓቕሚ እያ ኮስኳስ እውን ክብት ክብል ይኽእል እዩ ብሓንቲ ብዙሕ ኣይተብሎን ካላማተሪያ ገለ ገይረ ብዚ የብሎ እየ ማይ ንምስታይ ከስቲ ክእል ኣብቲ ካልእ ግን ብሸቃሎ ገይረ ስለ ዝገብሮ ኩሉ ብሰልቲ ኢና ነካይዶ ንሓን ፅቡቅ ንመርሖ ነቲ ህይወት ናይ ህላዌኻ ናይ ምርግጋፅ ሕቶ ጥራዩ እቲ ናይ ስረ ሕቶ ተወዲኡ እቲ ናይ ቃልሲ ሕቶ ተወዲኡ እዚ ዳግማይ ምውሓስ ናይ ሃገር ጉዳይ እውን ተወዲኡ ሕጂ ኦረዲ ናብቲ ናይ ምንባር ዝበሃል ሕቶ እዩ። እቲ ምንባር ከዓ ፅቡቕ ንነብር ንተጋገፍ ኢና። ልዕሊ ኩሉ ብኣኣ ኣነብር ትኣልየኒ እያ። ምእላይ ናታ ኣብ ዝለዓለ ደረጃ ከብፅሓና እውን ጌና ተኽእሎ ኣሎ። ዋላ ኣነ እኳ ናብ ሰብዓ ገፀ ከይደ እየ ታለተሪና ትኸይድ ኣላ። እታ ናታ ከዓ ሓንሳብ ክትፀንሕ እያ ምስዞም ቆልዑ። እዚ ተጀሚሩ ዘሎ ስራሕ ከዓ ፅቡቕ ደሓን ከተካይዶ ትኽእል እያ ዝብል ጣዕሳ የብለይን። እወ ሕጂ እዚ ቁሩብ ተነጽሎ ካብ ዓዲ ይኹን ዋላ ካብ ኔው ካብ ቤተሰባ ካብ ቤተሰብና እዚ ስራሕ እዚ ንጽል ለብለና እዩ ተነጽሎ ፈጥረልና እዩ ንሕመይና ምክንያቱ ንሕና ሓጋዚ ስለ ዘይብልና እቶም ዘርእና ውን ውሕ ስለ ዝበሉ እቶም ተመርዓው ተመርዕዮም እዮም እዛ ሓደ ከዓ ሕጂ ተመርዒ ኣሎ በረኻ እዩ ንብረት ገዲፍካ ክትከይድ ኣይትኽእልን ኢኻ ክንዚ ዝኣክል ንብረት ሚልካ ንዋያ ክትገድፎ ስለ ዘይትኽእል ንንፅል ኢና እቲ ዕድመ ከይዱ ሕጂ ነዚ ቆልዓ ረኪብናዮ በዓልቲ ቤቱላ ኣብዚኣ ምስኡ ጀሚሮም ኣለዉ ንሕና ናብ ምፍቃድ ክንከይድ ኢና እምበር ራሕቂ ኣሎ እቲ ራሕቂ ነፂልና ኣሎ ሕጂ ነዚ ተነጽሎ እዚ ኣይጸግመናን እዩ ኢልካ ተብሎ ካብኡ ተምልጥ መንገዲ የለን። ዝያዳ እቲ ድኽመታት እውን ይርድኣና ኣሎ። ከመይ ጌርና እቲ ህይወት ክንመስርቶ ኢና ዳግማይ ስርርዕ ንገብረሉ ኣለና። ሕጂ እቲ ማሕበራዊ ህይወትሲ ኣብዚ ከም ዝሪኦ ዘለኹ እዚ ቦታኹም ዋላ ካብዚ ቀረባ ዓዲ እውን ምሕድግ ኢልኩም ኢኹም እሞ ከመይ እቲ ማሕበራዊ ህይወት ከመይ? ዝያዳ እዚኣ ሕጂ ኣብቲ ኣብዚ ዓዲ ኣብ ዝኾነ ናይ መርዓ ድዩ ወይ ሓዘን ድዩ ቀብሪ ድዩ ትሳተፍ እያ ኣብኡ ትሰትረኒ እያ ሚእቲ ካብ ሚእቲ ብልክዕ ናብዚኣ እምበሺ ናብቲ ናይ ዓዶም ዝመጽእ እዩ ቁሩብ ምስ መጓዓዝያን ምስ ንሰምዖን ትንጸል እምበር ኣብዚ ዝተነጽሎ የብላን ንሳ ከም ሰብ ትሐውሰኒ እያ ሳላ እውን ፅቡቅ እዩ ዝኸይድ ብኣ ስመ እየ ከቢድ እዩ ቦታኻ ርሕቅ ብል እዩ ካብዚ ስድራ ቤትክ ዘለዎ እሞ ከመይ ትጠዓሚ እዮም
እዎ ናይ ስድራ ቤት እኳ ርሕቅ ኢሉ እንድዩ ካብዚ ንዓዲ ቕይሕ በፂሐ ክመፅእ ኢልካ ድሕዝ ሰብ እዩ ሕጂ ኣነ ድሕወሶ ንግደት ክኸውን ከሎ ድሞቱ ገለ ክፀንሑ ንከለዉ ሽዑ ንኩሉ ማሊእ እየ ድመፅእ ንሳተን እውን እርዶ እየን ከም ሓቂ ከይደ ግን ናይ ሰሙን ናይ ክልተ ቅነ ገይረ እየ ድመፅእ እወ ኣብዚ ሕጂ ሸቃሎ ወይ ከዓ ታጓለይ ኣምፅኤ ኣብዚ ትቕኒ እወ ሕጂ ናይ ዓዲ እንድሕር ኮይኑ ናይ ላጉዮን ግን ሞት ረኸብ ዋላ መርዓ ሃሉ ደው ኢለ ንነግራኒ ወላ ምልዋስ ትኹን ዋላ ምስንካት ትኹን ካብዚኣ ለይት ተስኤ ሓንኪረ መፅእ
እወ ሸቃሎ ኣለውና ሕጂ ቁርብ እንታይና ንህሰ ኩሉ ካብ ሸቃሎ ስለ ዝኾነ እዩ እቲ ቁርብ ንዓና ከቢድ እዩ ምስቲ ንሃልኮ እቲ ኣታውቲ ሓገዝ ናይ ውላድ እውን ሓደ ምዃኑ እሱ ስውን ኣገልግሎት እዩ እፅግመና እዩ ብዛዕባ ምፅጋም ግን ካብ ህዝቢ ካብ ቤተሰብካ ተነፂልካ ክኸውን ስለ ዘይክእል ሙሉእ ብምሉእ ብምእት ብምእቲ ንዓብሶ ኢና ኣይንብልን ኢና ግን እቲ ሕብረተሰብና እውን ይርዳእና እዩ ሓልፋይ የብለይን ኣነ ክኸይድ ከለኹ ግን ንዕኣተን ድሕጉስ ነገር ግብር ኣቢለ ስለ ዝመጽእ ኣቲ ኺድ በለ ዝብኢ ዋላ ጥሪት ገለ የብላኒ ድሓን ዝብኢ ዝተላልይኒ እዩ ነተን ማለይ ደኣ እምበር ገለ እንዳበልኩ ላምባዲና ሕውስ ኣቢለ ይመጽእ ማለት እዩ ከቢድ እዩ ብዛዕባ ምስ ቤተሰብ ክትሕወስ ደይ ከቢድ ኣይኮነን ግን ምንባር ስለ ዝኾነ ነብስና ክኢልና ንክንከይድ ኢልና ስለ ዝመከትና እዋእ ግድን እዩ ገለ ገለ ክጎድለካ ናይ ግድን እዩ ኣነ ግን እሱ ሃይለ ገያሻ እዩ ኣይሕመን እዩ ኣነ ኣብዚ ስለ ዘለኹ ኣነ ድሕመ ኣነ ከዓ ብዙሕ ድሓነ ምስተን ከማይ ደኣ መስላ ቴሌፎናትን ጋልእን ደው ኢለን ኣብ ሓዘን ድዩ ኣብ መርዓ ድዩ ስለ ዝሕወስ መርዓ እውን ብሓቂ ኣብቲ ቀዳመይቲ ጓለይ ተዓባይ ኣብኡ ገይረዮ ነቲ ህዝቢ ባህ ክብሎ ከርተት ከይብል ናብዚ ኢለ እዛ ኣኽቲ መውሊዕ ተመርዓወት ከዓ ኣብዚ ገይረዮ ማለት እዩ እዚ ወዲ ከዓ ኣብ ዓዲ ገይረዮ ሕጂ እቲ ዝገበርኮ ልዕሊ ሰበይ እዩ እቲ ሰብ ከም ሓቂ ሃይለ ከማን ገሪምዎ እዋይ ኣትሕለጋ ካብ ካብ ሕብረተሰብ ዝተነፂልና ኢና ንገብር ኣለና ሙሉእ ኣለና ንብል እምበር እዚ ከምዚ ከዓ እምበኣር ኣለዩ ኢሉ ገሪምዎ ሃይለ ኣነ ፈልጥ እየ ዝተመርዓወሽ እቲ ቀረብ ድኾነ ደርሆው ከምዚ ሕጂ ክኸድዎ ዝጸንሑ ደርሆ ስዋ እንጀራ ሓሙሽተ ጣይታ ሒዝካ ትኸይድ እቲ ጎረቤት ድዩ ካልእ ዓዲ ከዓ ገዛ ገንፀለ ብራድ ሻህን ቅጫን ከይሓዘ ኣይመፅን እዩ ኣብቲ ፅምቆኻን ገለኻን ዓለም ክመፃካ ከሎ እሲቲ ፍትው ከብለካ ዝኽእል ማለት የሐጉሰካ ካብቲ ዝነበርካ ሂወት መግለፂኻ እዩ እየ ድብል ኣነ እሕጎስ ሰለስትኦም ከመርዖ ከለኹ ኣነ ሕጉስ እየ ውራይ ኣለኒ ዕስራን ኣርባዕተን ጉንበት ትገብሮ ከዓ ናይ ኪዳነ ምህረት ሃይለ ብገለገለ ምክንያት ናይቲ ኣጋጣሚ ኪዳነ ምህረት ስለ ዝኾነተን ተወግኣለን እምበኣር ክንገብር ኣለና ክነብዕላ ኣለና ታቦትና ካያ ሸዓ ክንገብር ኣለና ምስ ሕብረተሰብና እውን መሐወሲትናይ ኣይና ኢልና ላም ሓሪድና ዓዲ ሙሉእ ኣጋዩና ዳስ ጌርና ንውዕለላ ኣላትና እወ ኣብዚ ንዓዲ ሙሉእ ኢና ንዕድም ኣብኡ ከዓ ይሕጎስ ካብ መጠን ንላዕሊ ተሓጒስ እየ ዝውዕል ሓሞይ ሕጂ ሞይቱ እምበር ብጣዕሚ ብጣዕሚ እዩ ዝሕጎስ ኣቦይ እወ ኣነ ሃይለ ወደይ ከምደይ ተወግአ ሰራዊት መፂኦም ክሞትሩ ላም ክሓርዱ ገለ ክርኢ ከሎ ሃይለ ወደይ ኣነ ኣይወለድኩሉን ኢዲኣ ወሊዳትሉ ሃጎሪኣ ኣሕዋት ፈጢራትሉ ኢሉ ሕጂ ኣቦይ ይዛረብ ወዲ ሚእትን ሓደን ዓመት ምስ ኮነ ሞይቱ ሕጂ ማለት እዩ ናይ ሓሙሽተ ዓመት ገይሩ ኣሎ ኣደይ እውን ዓመት ገይራ ንሕና ሕጉሳት ኢና ኣነ ካብ መጠን ንላዕሊ ከም ስንኩል ኣይሓስቦን እየ ከም ሙሉ እየ ድሓስቦ ኣነ ስጋዕ ዘለኹ ከዓ ኣነ እንድዒ ቀዲመ ክኸይደ እዩ ዝብለኒ ኣንተኣ ድኸይድስ ኣምላኽ ይድፈልጦ እየ ድብሎ ብጭርቃንን ብሰሓቕን ኢና ነሕልፎ ላላ ኣነ ሰብዓ ገይረ እንዴ እስኺ ኣብ ሓምሳ እየ ክደለኽ እንታይ ገበርክቲ ዒስራ ብድሕረይ ዋላ ልዕሊኡ ክትነብሩሉ እየ ዝደሊ ይብለኒ ንጨርቕ ኢና ቁሩብ ሕጂ ናይ ዓይኒ ፀገም ከማን ንገብር ቁሩብ ክልቴና ሕክምና ክንከይድ እንዳበልና ስጋ ሕጂ ኣይከድናን ኣብቲ ጸልማት ቁርብ ንሽገር እምበር ዋላ ሓንቲ ካልእ ሽግር የብልናን መንግስቲ ኸ ሓቂ ዘረባ ሕግዘና እዩ ዘርኢ ድንሽ ድዩ ካልእ ድዩ ዋላ ማላታይን ዋላ ካልእ ዝኾነ ነገር ሓገ ስለ ዝግበረና ንሕና ብጣዕሚ ሕጉሳት ኢና ስጋዕ ለይቲ ሎማዓንቲ ፅቡቅ ኣለና ማለት እዩ
ወለድኺ ኣለውዶ እወ ኣዴ ኣላ ኣቦይ እኳ መዋቲ እዩ ኣነ ክወለድ ከለኹ ምስ ሞተ እዩ ዳርጋ ሰብዓን ክልተን ዓመት መይቱ ወዲ ኣነስ ሓምሳን ክልተን ዓመት ገይረ ኣለኹ ዳርጋ ሓምሳን ሓን ክልተን ገይሩ ብድሕሪ እዩ ግን ዓዲ ኣላ ኣብዚ ምሳያ ተቕመጥ ፅቡቅ ኣላ ማለት እዩ ተስዓ ዓመት ትገብር እያ ሓረስታይ ምኳን እንታይ ጥቕሙ እስከ ንገርኒ ሓረስታይ ምኳን ኩሉ ኣብ ኢድካ ርከብ ኣይትሽምትን ኢኻ ከም ድሌትካ ካብ ቆፍኻ ኣልዒልካ ተጥሕን ቤተሰብካ መፂእካ ዋላ ክትቆፅር ድዩ ዋላ ዝኾነ ነገር ክትገብርሲ ኣይትሽገርን ኢኻ ክሽምት ኣይትብል እዚ ዘርእኻ ኣቐሚጥካ ንካልኣይ ዓመት ንክትዘርኣሉ ትዳለወሉ ትዳለወሉ ኢኻ ሕጂ ብጣዕሚ ኣይ ሓረስታይ ምዃንስ ካብ ሰባይቲ ኣየጸብየካን እዩ ነብስኻ ትኽእል ዘርኢ ካብ መንግስቲ ምፂና ነፍርዮ ሰለስተ ኩንታል ገለ እንድሕር ኣምፂና ዘርእና ንመልስ ተመሊስና ከማን ብዕድጊ ይገዝኡልና ማለት እዩ ኣብ ሚኒስትሪ ሕርሻ ሕጂ ነብስና ክኢልና ኢና ንኸይድ ዋላ ድንሽ ስርናይ ከምኡ ውን ስገም ዕፉን ንድሕሪ ሓድሽ ዘርኢ መፅኡ ወሃበና እዩ ኣፍሪና ውን ንምኒስተ ሕርሻ ንሸጦ እቲ ንዓና ድኸውን ቀለብ ነትርፍ ዘርእና ንመልስ ንቀለብና ከዓ ነብስና ንኽእል ሕጂ እቲ ኣብ ከተማ ዝርከብ ሓደ ሓደ ትሕዝቶ ስቤዛ ድዩ ገለ መለ በየን ተማልእዎ ዶ ዚኹም ኩሉ ንሕና ጀርዲን ስለ ዘለና ፀገም የብልናን ግን ዋላ ንዕኡ ሸጥና ሕጂ ጣፍ ኣይንዘርእን ዲና ነቲ ደፍረናዮ ሸጥና ንጣፍ ንቕይሮ ሓንቲ ጣፍ ኢና ነፍሪ እምበር ጣፍ ከማን ሕለ ዘበንስ ዘርኢና ኣለና ጣፍ እያ ተሸግረና እምበር ካልእ ዕፉን ንዘርእ ኢና ስርናይ ንዘርእ ስገሙን ንዘርእ ሕጂ ናይ ዘራእቲ ወላ ሓንቲ ንሕና ወላ ሓንቲ ንሽምታ ነገር የብልና ብዘካ ዘይቲ ዘይቲ ኣደይ ትፈሪ ኣይ ተጀመረትን ማለት እዩ ዘይቲ ኢሎም ከማን ዘሪእና ነርና ኣብቲ ፍርያት ገለሳ ኣይተረኣየን እምበር ካልእ ኩሉ ካብ ግራትና ኢና ንጥቀም ሕና
ፅቡቅ ሓረስታይ ፅቡቅ እዩ ምክንያቱ ሰማንያ ካብ ሚእቲ ማሕረስን መጓሰን እዩ ዝነብር ህዝብና። ሰበኽ ሳግማዊ ዝኾነ ናብራን ቆዋምን ዘይቆዋምን ዓድታት ዓድታት ኣለዎ። ብኡ መሰረት ከዓ ሓረስታይ ካብ ዝኾነ ይኹን ተፀባይነት ናፃ ገብረካ ነብስኻ ትኽእል ናይ ስራሕ ሰብ ትኸውን ኩሉ እዩ ዝምህረካ ካብ ኩሉ ክጽግመካ ኣይክእልን እዩ ደቅኻ ተምህር ትኽእል ኢኻ ናጻ ኢኻ ዝብላዕ ዝስተ ናጻ ኢኻ እቲ ካብ ዕዳጋ ትረኽቦ ምናልባት ናይ ጨው ናይ ክዳን ናይ ላምባ ንዕዳጋ ክትከይድ ትግደድ ኢኻ ካልእ ግን ኩሉ ከተፍርዮ ትኽእል ኢኻ በዚ መሰረት ከዓ ሓረስታይ ካብ መጠን ንላዕሊ ፅቡቅ ኣነ ደብሎ ከም ደረባዊ ቦታ ይውን ኣነ ተማሃራይ ኣይኮንኩን ኣብ ሜዳ እየ ተማሂረ ክሳብ ሻውዓይ ክፍሊ ናብ ሻሙናይ በፂሐ እምበር መሃይም እየ ከይደ ማመ ኣብዚ መሰረቱ ግን ብደረጃ ወዲ ዓሰርተ ሓሙሽተ ዓመት እንከልኹ ንሓረስታይ መሰለስ መሸላ ስምስም ከፍሪ ኢለ ንባድመ ከይደ እየ ካብዚ ዓዲ እዙይ ካብኡ ከይደ እኽሊ ምፅኤ ኣብዚ ዓዲ ንስድራቤት ከም ሓገዝ ድህቦ ነይሩ ጃመ የበርከት ዝምባለይ ናይ ሕርሻ እዩ ኣብ ሜዳ እውን እንተኾነ ኣሓርስ ነይረ እየ ኣብ ዘኽፍለ ሰራዊት ተስዓን ሽዱሽተን ኣብ ዛራ ዝኾና ትካላት መንግስቲ ኣብይዎን ነይሩ እዩ ጨዋሚ ኮይኑ እቲ መሬት ኣነግነቱ ሩባ እንዳኣሌኹ ብእሾኽ ንውሕጅ ናብቲ ግራት እንዳኣሌኹ ናይ ሳግም ዝመጸት ሓንቲ ዶዘር እውን ነይራሃና ንዓኣ እውን ንዑ ጌርና እንዳኣሌና እንዳመድመድና እኹል ዝኾነ ምህርቲ ነፍሪ ነይርና ንግንባር ምሉእ ዕድል ነይሩ ኣሓ ናይ ጻባ ከብቲ ነይረናና ኣብ መርዓ ይኹን ኣብ ገለ ንሕክምና ውጉኣት መእለዩ ድዩ ካልኦት ድዩ ከም ቐዳማይ መግቢ ዘለዎ ኣሃዱ ተቖፂሩ ዋላ እውን ካብ ሕክምና ውድብ ናብ እንዳ ሰዓን ሽዱሽተን ዝመፅሉ ዝነበሩ ደረጃታት ነይሩ እዩ ርእሱ ዝኸኣለ ነይሩ እቲ ሕርሻ ኣዝዩ ውፅኢት ከም ዘለዎ ርድኣኒ እዩ ሓደ ዝምባለይ ንሱ እዩ ካልኣይ ከዓ ብስራሕ እውን ቅድሚ ሜዳ ይኹን ኣብ ሜዳ ፈቲነ እየ ሕጂ እውን ተኾነ ኣብዚ ሓፂር ዓመት ኣይገበርኩን ብትክክል ብሕርሻ ይነብር እየ ፅቡቅ እየ ዝስእሎ ንሕርሻ እዋ እወ ልክዕ እዩ ገለ ሞራል ዘለዎ ኣሎ ገለ ሞራል ዘይብሉ ኣሎ ስንካለ ካብ ዝኾነ ይኹን ተነፅሎ ናይ ስራሕ ክፈጥር ስለ ዘይክእል ናይ ኣእምሮ ስንክልና ምናልባት ዓዲ ከውዕለካ ክእል እዩ ካልእ ግን ኩሉ ስንካለ ኣሎ ኣነ ብደረጃ ስንካለ ክሪኦ ከለኹ ኣነ ስንኩል ኣይኮንኩን በሃላይ እየ ምክንያቱ ክልተ መሓውሮም ኣርባዕቲኡ ተቆርፁ ኣለዉ ሽክና ርእሶም ተጠረሲሙ ኣንፈቶም ዝሰሓቱ ኣለዉ ፓራላይ ዝኾኑ ካብ ውላድ ዝተሓረሙ ኣለዉ ብዓንዳ ርእሱ ከዓ ኣብ ጎላጉል ሳሕል ዝገደፍናዮም ብፆትና ኣብ ኩሉ ዘይበፅሑ ኣለዉና ሳልኦም ዝብርሃን ዝንረኽቦ ኣለና ናቶም ጅግንነትን ናቶም ኣርኣያን ከኣ ንህላዌና ንምርግጋጽ ከኣ ንሰርሕ ሰሪሕና ክንበልዕ ንግደድ ኣለና ስንኩል ከኣ ናይ ኣእምሮ ስንካለ እንተደብሉ ኩሉ ክገብር ስለ ዝኽእል ከምዚ ናተይ ሓርኮትኮት ኢሎም ናብ ሩባታት ክጽግዑ ኣብ ክንዲ ናብ ከተማ ዕግሽግሽ ምባል ምናልባት ደቆም ከምህሩ ይኽእሉ ኾኑ ካልእ ረብሓታት ግን የብሎምን እዚ የጸግሞም እዩ ነዚ ጸገማት እዚ ክብድህዎ ተኮይኖም ግን ኣብያተ ትምህርቲ ኣብ ኩሉ ሰርሕ ኣሎ እዚ መንግስቲ ሎሚ ንዓድታቶም እንተወሓዙ ኣብ ከባቢ መበቆል ዓዶም ኮይኖም እንተሰርሑ ወይ ኣብ ናይ መበቆል ከባቢ ዓዶም ዘለዋ ከተማታት እንተወሓዙ ዝኾነ እቲ ናይ ስራሕ ዓቕምሲ ኩላህና እታ ሃገር ክምዕብል ትኮይኑ ብሕርሽያ እዩ ብሕርሻ ርእሳ ስለ ዘይከኣለ እዚ ሃገር እዚኣ ንዓ ዝኸውን ኢንዱስትሪ ይኹን ካልኦት ዓበይቲ ትካላት እውን ስለ ዘይተመስረቱ እቲ ሕርሻ ክንፀቕጠሉ ግዴታ እዩ ነብሲ ወከፍ ሰብ ከዓ ሓርኮትኮት እንተይሉ ጥራይ ኢና ምስዚ ዘካይዶ ዘሎ እዚ መንግስቲ ዝፅዕሮ ዘሎ ፃዕርታት ኣብ ገጠራት ኣብ ርሑቅ ገጠራት ከም ዘሎ መንግስቲ ይርዳእካ እዩ ኣብዚ ግን ከም ዘሎ ይትርድኦን እያ ምክንያቱ ዝግበር ማእቶት ኣብዚ የለን ኣብ ገጠራት ግን ኣብዚ ርሑቅ ገጠራት ብዲጋታት ድዩ ብሓፅብታት ድዩ ብፅርግያ ድዩ ብሕክምና ብስርዓተ ምቁፅፃር ናይ ፖሊስ ቤት ፍርዲ ወዘተ እዚኣቶም ኩሎም እዞም መስመራት መወለዳ ናብዚ ሰዓት እዚ ኣበይ በጺሐን ኣለዋ ብዝተፈላለየ መንገዲ ወይ ተመን ወይ ገለ ተነኺሱ ወይ ከዓ ብሕርሲ ዝተተሓሸ ኣደ ኣብ ዝሓፀረ መዓልቲ ናብ መስመር ረድኤት ክትረኽበሉ ትኽእል ደረጃ ተበፂሑ ኣሎ ስለዚ በዚ መሰረት ከዓ ስንኩል እውን ኣብ ከተማ ክሕፀር የብሉን ክውሕዝ ኣለዎ ዝብል እምነት ኣለኒ
ናብ ወራራት ወያነ ክንከይድ ኣብኡ መራሒ ቦጦሎኒ ኮንካ ከቲትካ ኔርካ እሞ እስከ ከመይ ከመይ እዩ ኔሩ ኣበይ ኣበይ ኢኻ ተሳቲፍካ ንገረኒ። ጽቡቕቲ ኣብዚ ሃገር ኣብ ምውሓስ ኣብዚ ናይ ሰብዓን ቴስዓን ሸሞንተን ከቲተ ኔረ ምኽንያቱ ቆልዑ ኣነ ኣብዚ ኮፍ ክብል ቆልዑ ከዓ ኣብ ሸዊት ዕድሚኦም ሽርብ ክብሉ ደስ ኣይበለንን ቆልዑ ገዲፍካ ናበይ ተመክሮና ክንህቦም ተኾና ከትት ኣለኒ ኢለ ከቲተ ናብዚ ዕቑር ሰራዊትን ሰዲዶምኒ ዕቑር ሰራዊት ኣብዚ ከባቢ ማይ ፀብሪ እዩ ታዕሊም ዘካየድ ነይሩ ንጅቲ ገለገለ እናለሌና ናብ ምዱብ ሰራዊት ንሰዶ ነርና ገለገለ ከዓኒ ምሳና ንሕዞ ነርና ገለገለ እውን ንዓዱ ንሰዶ ነርና ንለልዮ ነይርና ኣነ እቲ ዓቕመይ ብዘበርክቶ ግን ካብ ክሳድ ዒካ ክሳብ መረብ በለሳ ዝራቐበሉ ክብለጠቕ እናበልና ነጆን ነጆን የማን ንፀጋም እንዳተሰሓሓብና ንሕሉ ነይርና እቲ ዘጋጠመና ውግን ናይ ካልኣይ ወራር ኣብ ኮይንና በዲህና ኢና ውጥም ቅልቅል ናይ ወያነ ከም ናይ ተወራራሲ ቦታ ምዃን እውን ሰለያታት ብኡ መፃ ነይረን ነዘን ሰለያታት እዚኣተን ንምቑራፅ እውን ተራ ነይሩና እዩ ከጥቅዕ ኢሉ ዝመፀ ወይ ሰለላ መርበብ ገብር ዝመፀ ወይ ፈንጂ ክቐብር ዝመፀ ቆሪፅና ኣጥፊእና ንዑ ናይ መቕታል ደረጃታት እውን ፅቡቕ ተራ ንፃወት ነርና እቲ ኩነታት ሲ ወፃኢ ከትኩን ኣብቲ ሕምብርቲ ናይቲ መሬት ነይረ በዚ ፀጋማይ ናይ ሃዘሞ ክጥቅዕ ከሎ ብየማናይ ናይ በዓል ሰብዖ ዝመፀ እዚ እንዳ ገርጊሽ ንጻዕዳ ቀላይ ገጹ ድመጸ ምስ ዳሕራይ ዝበረትዐ ውግእ እዩ ነይሩ። ኣብዚ እውን እቲ ኣሃዱና ኩሉ ናብ ምዱብ ሰራዊት ስለ ዝኣተወ ኣነ እውን ኣብቲ ናይ ጸጥታ ዞባ ክትሰርሕ ኢኻ ተባሂል ነይሩ። ናይ ጸጥታ ዞባ ስለ ዝመጸ ሽዑዝ ናይ ዓቃብ ሰላም ኣይ እሱሲ ትምህርቲ ይብለይን ኣብ ከምኡ ዓይነት ከዓ ክኣቱ ይክእልኒ ደቀይ ክኣሊ ዕዳ እውን ስለ ዘለኒ ዕዳይ ክመልስ ስደዱለይ ስደዱኒ ኢለ ኣፍቂደ ተመሊሰ እውን እንተ ክገብሮ ዝኽእል ግን ገይረ ተዓቕመይ ገይረ ይብልን ግን ትሚልካ ምርኣይ እውን ኣገዳስነት ስለ ዘይብሉ ዓቕሚ ምብርካት ኣገዳሲ እዩ ከምቲ ኢታይ ምቁር ዝበለቶ የሓሓደ እምኒ ንደርብ ዝበለቶ ናይ ሜዳ ናብ ሕደጋ ከይ ጅግንነት ናይ በዓል ቤትኪ ከምኡ ውን ገለ እዋን ውን መቃልስትኺ ነይሩ መራሕ ሓይልኹሞ እስከ ከመይ ኢልኪ ገልጽዮ። እወ እዚ ዝብሎ ደሎ ሕጂ እዚ ናይ ካልኣይ ወራር ሳልሳይ ወራር ልክዕ በረንቱ ተታሒዛ ምስ በልዎሲ ዳርጋ ቦኽ እየ ድብል ኣነ የማና ኢደይ ተቆሪፀሲ ብዕዋላ ወዲ ዕዋላ ክትግዛእ መሬት ኢሉ ሓደ ለይተስ ኡይ ክብል ሓዲሩ ኣንታ ድንሽ ዶሞርክዮ ምልእቲ ድንሽ ኣፍሪና ፅዒንዎ ከይዱ ክሸጦስ ከምዚ ኮይኑ ምስ በሎስ ሒዝዎ ተመሊሱ ሙሉእ ለይቲ ከዓ ያላ ንዒሉ ማኪና ሃውኒ ኢሉ ነዚ ኩሉ ከባቢ እክብ ሓዲርዎ ኣኪቡ እንታይ ድገብር ዘሎ ኢልና እዚ ለከ ተሓቢሩ እዩ ሒዝዎም ንዓዲ ኋላ ከምዚ ክብሎ ፀንሐ ማይ ፀብሪ ኣብታት ከባቢ ከም መርሐ በጠሎኒ ኮይኑ ማለት እዩ ሽዑ ነዞም ዕቑር ጸኒሑ ካልኣይ ወራር ሳልሳይ ወራር ሳብኡ ነይሩ ኣብቲ ሰዓት እቲ ኣነ ጆርዲን ኣብዚ ሸቃሎ ስኢነ ማለት እዩ ኩናት ስለ ዝነበረ ዋ እምበኣር ዓዲ ክድይብ ኢለ ዓዲ ደይበ ነዛ ዓፅየዮ ቴሌቭዥን ነይራትኒ ፃዕዳ ባትሪ ናይዛ ማኪና ገይረ ሓደ ኣፉ በቲ ትምህርቲ እዩ በቲ ከዓ ኣታዊ ክእቱ ክእል እየ ኢለ ንሓደ ቆልዓ ሕርካም እንዳኽፈልኩ ኣብ ኣፍ ደገ ገዛ ገንዘብ የእቱ ነረ ማለት እዩ ወላ ሓንቲ ኣብ ጎልጎል ኣብ ኣፍ ደገ ገብራ እሞ ኣብቲ ጎልጎል እቲ ህዝቢ ሓቂ ዘርባ ተዓዲ ንፍዕ እዩ ኣኽባሪ የርእዮም እቲ ኩነታት ዘሎ ናይቲ ሽዑ ቴሌቭዥን ብፃዕዳ ብባትሪ ናይ ማኪና ገይረ ሕርካብ ንሓደ ቆልዓ ብላምባዲና ገይረ እንዳክፈልኩ ሓዳረ ይመርሕ ፀኒሐዮ ማኪና እውን ብዓቕማ ገለገለ ትሰርሕ እሞ ባትሪ ትውድእ ዋእ ከይደ እውን ዳሃይ ድፈልጠሉ ነይሩ ኖኖ እስኺ ገባር ኣይትሓልፍን እያ ገለ ኢሎምንሽ ትእዋነቲ ዋ ኣነ ገባር ኣይኮንኩን ክዳን እንተተኸደንኩስ ተጋዳሊት እየ ኢለዮም ናላ እሞ ብሰዓት እዚ ዝኾነ ይሓልፍን ይብሉኒ ብናይ ባኒ ገይረስ ኣብቲ ዘለዎ ቦታ ኸዶ ከይደ በፂሐ መፅእ ዋ እንታይ ይብሉ ነይሮም ገሪምዎም ኣነ ኣብኡ ምስ ኣተኹስ እዋ እዚ ወዲ ርኣያ ድኣ ሰበይቲ ኣላቶ ድያ እንታይ ደኣ ኮይኑ ንዓና ከምዚ ድብለና ግዜ ክሓልፈና እዩ ውላድ ክሓልፈና እዩ ትብሉ እንድሕር ኮንኩም እዚ ኩጀት ኩጀት ሰሪሕናዮ ዘለና ገዛውቲ ኣብዚ ኣምፂኹም ኣነስትኹም ክትወሉ ትኽእሉ ኢኹም ኣብዛ ሰዓት እዚኣ ግን ንዓዲ ንገዛ ድብል ሰብ ፈራሕ ዓሻ ጥራሕ እዩ ኢሉና ሕጅስ እዚኣ ሰበይቱስ ሰበይት እንተልያቶስ እንታይ ዳ ኮይኑ ደይከይድ ገለ ኢሎም ዝጭነቑ ዋ እንታይ ዳ ኢልዎም ኮይኑ ኢለ ኣነ ከዓ ከምዛ ትርእየኒ ክድ ኢለ ክበብ ፀኒሑ ንብኡ ካሴታ ቢራ ኣምፅኡ እብሎም ኣነ እዋ ካሴታ ቢራ ኣምፅኦም ዋ ሰይተወደርኣያ ማለት እዩ ኢሎምኒ ማለት እዩ ብናይ ባኒ ገይረ ሕጂ ከይደ ሽዑ ብብሎኮ ከሊኦምኒ ኣብታ ቁጠባ ሓዲረ ኣብ ናይ ባነ ተሰቂለ ከይድ ገለ ካሴታ ቢራ ምፅሎም መጋቢት ነራ ቡን ፈሊሑ እሂ እንታይ ደኣ ኮንኩም መጀመርታ ክመፅእ ከለኹ ሰንቢድኩም ኣነ ከዓ እንታይ ኣይፍቀድን ኢሎም ድዮም ዋላ እንታይ እዮም ኮይኖም ኢለ ዝተሸጊረ ኢልዮም ላላላላ ናትኪ ኮነ ናይ ወደርኣያ እዩ ገሪሙና ንሕና ሲ ሰበይቲ የብሉን ክኸውን ኣለዎ እምበር ከምዚ ገይሩ ድጭክነልና ደኣ ገለ ኢልናስ ንሽገር ኢና ነርና ሕጂ ግን ሰበይቱ ምስ መጻኸስ ብስምባድ ኢና እምበር ጸሊእና ክይኮንናያን እንታይ ኢሉኩም ከምዚ ኢሉ ኸሊእና ገዛውቲ ስርሒ ኢሉ ከዓ ኣነስትኹም ኣብ ዝምፅዎን ኢሉና ገለ ኢሎዮ ድሓን ኣነስ ይሕቐ ተመሊሶም እውን ቢራ ኣምፅኦም ካብቲ ክበብ እዋ በሉ ድሓን ብከምኡ እንትኾንኩም ምስ ኣነስ ገሪማሃኒያ ፀኒሓ ኣንታ ወደርያ ሰበይቲ ሲ ንሕና ኣነስትና ከምዚ ገይራ ንሰሊ ሒዛን እየን ንስኻ ከዓ ስንኩል ኢኻ እታ ደሞዝካ ፍልጥቲያ እዛ ሰብት ሲ ከመይ ገርና ክነክፍላ ገለ ሓን ድሓን ሃፍታም እያ ኣነዳታይ ሰልሕስ እሰያ ከምዚ ዝገብር ድሓን ስቅኢልኩም ጥራሕ ስተዩ ገለ ኢልዎም እሳቶም ውን ኣዋፂኦም ቢራ ምፅኦም ማለት እዩ ካብቲ ክበብ ስሕቕና ክንስሕቕ ሓዲርና ስጋዕ ጆርዲን ምስኣ ተሰማምዑ ኢሉ ኣሰማሚዑ ሞተረ ኣነ በዓልቲ ሞተረ ክኸውን እሶም ግራት ክኾኑ ጉልበት ክኾኑ ኣሰማሚዑኒ ኣብቲ ቦታ ኣብቲ ማይ ፀብሪ ዝበሃል ኮሚደረ ፍሪና ኣነ ከም ዋና እሱ ከዓ ኣባላቱ ሒዙ ከም ክስታይ ኮይኑ መዓት ከም ሰራሕተኛ መዓት መካይን ኮሚደረ ፈርዩ ከምዚ ጌርና ስጋዕ ሕጂ ጸኒሕና ማለት እዩ ኣነ እውን ኣብዚ ኣይሓመቕኩን ከምዚ ክብለካ ፀናሕኩ ምሸት ምሸት ቴሌቭዥን ድኳን እውን ነራትኒ መደኩዒ ከምዚ ክሻ ቀዲድካ በቲ ቢራ በቲ ኮኳ እንዳምፃኹ ኣብቲ ድኳን ይሸጦ ኣጋጣሚ ዲጋ ስራሕ ነይሩ ኣብቲ ሰዓት እቲ ዝዲጋ ዓቢ ካብኡ ድመፁ ቀዳም ኣምፅኤዮ ካብ ኩትማ ወሊዐ ደራግፎ ለይቲ ከይደ ሰዓ ሽዱሽተ ንሊባን ትሓልፍ ማኪና ኣራጊፌ ቀዳም ፅዕኖ ሰንበት ይውዳእ ሽዱሽተ ሸውዓተ ስጋዕ ዓሰርተ ካሴታ ይውዳእ ኣብቲ ድኳን ብፊኒስትራ እያ በቲ ውሽጢ እንዳሓሞይ ብሓንሳብ ኢና ነራ ኣብ ኣትዮም ሰትዩ ንኸይከዱ ኣነ እውን ካብቲ ደለኒ ናይ ጆርዲን ድንሽ ኣብሲለ ሳላጣ ገይረ ቅጫ ድዩ ዋላ ካልእ ገይረ ምሳሕ ብልዑ ብሎም ድሓር በሊሕ ለጋስተይ ቢራ ይብሉኒ ዋ ዓቕሚ ይብለይን ኣፍልጦ እውን ኣይነበረንን ቢራ
ነቲ ካልእ ናይ ሜዳ ጅግንነቱ ከ ብታሪክ ትፈልጥዮ ንኾኑ ማዕረ ክንደይ እዩ ትብዓት
ከብድዳ መሊኣ ስጋ ሕጂ ኣነ ዋላ ፍርሂ የለን ዋላ እውን ዕውት እዩ ኣብ ዝኾነ ነገር ኣብ ኔው ሽፍታ ገለ ብልዎ ዋ ኣንታ እንታይ መዓት እዩ ከምዚ ኣልካ ከለካ ዲካ ሃይለ ተሰሊፍካ ኢለ ኣነ ንባዕለይ ሲገርመኒ እዩ ዋ ከመይ ከመይ ዳታ ቋርፃ ይብሎ ሕጂ ኣነ ኣነ ኪድ ምስ በልኩ እዛ ኢደይ መፋጥርተይ እየ ድብላ እሞ ከምኡ ኢልካ ከለካ ሳብ ሓይልታት ነርካ እንዳበልኩ ሕጂ ኣነ ገርመኒ እዩ ኩሉ እቲ ኩናት ዝተሳተፎ ዋላ እቲ ስንክልና መህረምቲ እዚኣ እንቋቑሖ የላን ናይ ኢድ መቑረፂ ዝትረአ እያ ኣብ ውሽጢ ኣካላት ዘሎ ግን ፍሉይ እዩ ክዳን ምስ ወፀሲ እገርመኒ እዩ ንባዕለይ በዚ ተጠልሒሙ በዚ ኣትያ በዚ ክትወፅእ ኣይትሓስቦን ኢኻ እዋ ሕጂ እቲ ትብዓቱ ዋላ ስጋዕ ሕጂ ትሞራሉ ዋላ እቲ ሕጂ ወፅኡ ደገ ዋላ ምዝብእኹን ዋላ ገለ ሰብ ክስታይ ክገብር ከሎ ኣነ ብጣዕሚ ይገርመኒ እዩ ኣገርመኒ እዩ ሕጉሰኒ ይሕብነኒ እዩ ሓቂ ዘረብ ሓይሽ ከም ስንኩል ገይረ ኣይሓስቦን እየ እጋ ሕጂ እውን ኣሎ እየ ድብሎ ጠባይ ቁርብ ውዕል ዶ እቲ ውዕ ከዓ ተለማሚድና ኣነ እውን ብመጠኑ ውዕቲ እንደ ግን ምስቲ ዕብየት ዝመፀ ዋዒ ከማይ ኩኑ ንፉዕ እዩ ይጎይ እዩ ከማይ ኩኑ ስለምንታይ ሕማቅ ክገብር ሰብ እንድሕር ሕጂ ይሓርቕ ኣይትሕረቕ እንዶ ከማይ ኩኑ ከዓ ኣይትበል ሕጂ ሶም ቀስ ኢሎም ወሊድናዮም ኣይኮናን እንዳቃባጠርና ውላድና ከማን ከነስምዖ ኣይንኽእልን ኢና ገለ እንዳበልኩ ቅሩብ ህውኽ ክብል እዩ የንፀርፅር እውን እቲ ዝሓሰቦ ስለዘይትግበረሉ ይሓርቕ ኣሕ ክብል እውን ሓድር እዋ ሕጂ ምዘላቶ ኣዝማ እውን ገይሩ ኣሎ ኣነ የሸግረኒ ሓቂ ዘርባሓይሽ ኣይትጨነቕ ኣይትሸገር እየ ድብሎ እንታይ ደይሸግር ኣለኒ ጥሪት ተጠርዩ ኣርእየዮ ክስራሓሉ እንድሕር ደይክእል ኮይኑ እንድሕር ኣብ መዓልኡ ደይውዕል ኮይኑሲ ስለምንታይ ደይሓርቕ ኢሉ ሕጂ ይባሳጮ ፀርፀሪ ይብል እዩ ኣብኣ ተደይ ኮይኑ ጠባይ እኳ ድሓን እዩ ንቑረብ ኣብቲ ናይ ሕብረተሰብ ኣቲና ስለ ዝኾና ፅቡቕ ኣሎ ሕማቕ ኣሎ ንቑረብ እብሎ እዋ ኣነ ቁርብን እየ ወዲኤ ኣብቂዐ ትብሊ ተኾንኪ ሃየ ንህለኪ ኣነ ጋሞ ከምፅኤ ኢሉ ጨርቀለይ ከምኡ ዝበሃል ነገር የለን ሕጂ ሰብዓታት በፂሕካ ኢኻ ኣብቲ ሕብረተሰብካ ኣቲና ኢና እቲ ናይ ገድሊ ወዲእና ኣብቲ ናብራ ኣብቲ ሰብ ክገብሮ ዝግብኦ በፂሕና ስለ ዝኾንና ኣነ ቁርባን እየ ድልምኖ እሱ ከዓ ኣይወሓጠሉን እዩ ካብቲ ዝነበሮ በዓል እንታይ እዩ በዓል ሰሪሕኩም ብልዑ እዩ ድበሃል ኣምላኽ እኮ ሰሪሕካ ብላዕ እዩ ዝብል ሰሪሕና ንብላዕ እንታይ ኽ በዓል በዓል ኣይትበል ይብለኒ ነይሩ ሕጂ ግን ቀስ ብቐስ ሎሚ ሓይሽ እንዳተመሓየሸ ሎሚ ሓይሸ ትብሎ ኣነ ለውጢ ኣሎ መሊ እዩ
ጽቡቕ እዩ ሎሚ መዓልቲ እኳ ብሓፂሩ ካብ ሕራት መንግስታት ኣሜሪካ እየ ዝብል ዘለኹ ኢልኒ ምስግና እየ ሽመይ ኢልኒ ሽማሓቲተ እዮ እዚ ምስ ጋዜጠኛ ፍሬም ግደ ክትገብሮ ዝቐኒኻ ሰምዑ ከታተሉ ስለ ዘለኹ ብጣዕሚ ደስ ኢለና ኣያና ስንኩል ስንኪለ ከይበልካ ክንዲ ዝኣክል ጅግንነት ክትፍጽም ምኽኣልካ ብሓፈሻ ተጋደልቲ እቲ ሕመቕኩም ከምዚ ጌርኩም ክስንዱ ዘይምኽኣልኩም እዩ ሕጂ እውን ጌና ክህልወካ ስለ ዝኽእል ክስንዶ ክተሓባበሩኻ ኢና ንላበወካ ጌና ከዓ ብኣካል ክንራኸበሉ ንኽእል መንገዲ ኣሎ ካል መዓልቲ እውን ክድውለልካ እየ ተዓቕመይ ሓፂርን እዩ ነዚ ናትካ ጅግነት ክገልፆ ኣይክእልን እየ መግለፂ ስለ ዝሓፅረኒ ምናልባት ክኢላታት ክገልጽዎ ክእሉ ኮኑ ኣነ ክእለት የብለይን ግን ተመሲጠ እየ ድውለልካ ዘለኹ ኢሉ ደዊልለይ ድሓን ጽቡቅ ግርም ኢለ መስገራ ሂበዮ ድሓን ሳላኹም እዩ ንስኹም ተዘይትውለዱ ንስኹም ተዘይትስደዱ ንስኹም ሓገዛ እንተዘይተበርክቱ ንሕና እውን ትንዓና ዘድልየና ማተርያል ይኹን ካልእ ኣፅዋር ኣይምረኸብናዮን ስንቂ እውን ኣይምረኸብናዮን ኩሉ በብናቱ ተሓጋጊዙ ዘበርክቶ ዘሎ ውፅኢት ናይ ኩላህና ድምር እኩብ እዩ። የቐኔለይ ከምኡ ምባልካ ኣብ ቀጻሊ ከ የራኽበና ደሓን ኣይንሃብኦን ኢና በቶም ክኢላታት እንዳገበርና ክንቅጽል ኢና ክንስንዶ ክንፍትን ኢና ኢሉ መልሱ መሊሰሎም ካልኦት እውን ኣለዎ በበይኑ ክሳብ ከባቢ ሰላሳ ኣርባዓ ዝኾኑ ዝደወሉ ኣለዉ ካብኡ ዝፍለ ኣይኮነን መጎሳ ንዕኡ እዩ ጽቡቕ ነይሩ ኢሎም ዘድንቑ እዮም እቲ ናይ ስርሒት ፈንቅል ዝነበረ ናይ ባጽዕ ኩነታት እዩ ነታሪክ ህይወት ገሚቶሞ ዘለዉ ነዚ ናይ ድሕሪት እውን ካብ ኢትዮጵያ ዝደወሉ ነይሮም በዓል መሓሪ ተኽሎም ዝበሃሉ ብዛዕባ እቲ በጊዕ ከምኡ ጌርከ ክትቅበልና ኢኺ ንዓና እውን ኢሎም ጨረቑላ ኣለውኒ ደጋ እውን ስለዚ ኩሉ እቃላሕ ኣሎ ብኡ መሰረት ከኣ ጽቡቕ ደስታ ተሰሚዕኒ እሶም እውን ደስታ ተሰሚዕዎም ጽቡቕ ኣድናቖት ገይሩ ኣሎ እየ ድብል ልዕሊ ኩሉ ግን ናይ ናትካ ናይ ኤፍሬም ግደ ጋዜጠኛ ብልክዕ እየ ዘመስግን ግዜኻ ሰዊእካ ከይተሃኬኻ ንኩሉ እንትነታት ንኩሉ ድኻማትን ንቃልእ እንተዘየጻዊርካ ላዕልን ታሕትን ኢልካ ነዚ ሰኒትካ ከተቕርቦን ናብ ዓለም ከተቕርቦን ምኽኣልካ ንዓይ ሓድሽ ህይወት እዩ። ከምዚ ዝኣመሰለ ሓበን፣ ከምዚ ዝኣመሰለ ፍናን ኣነ ሕጂ ንድሕሪት ዝምለስ ተትኸውን እንታይ ዓመት እብል፣ ምኽንያቱ ሓደ ኢለ ክጅምር እደሊ፣ ምኽንያቱ ፍናን ጽቡቕ እዩ። የቐንየለይ እየ ዝብል፣ የቐንየልና ከኣ ብጣዕሚ ንዕኦም እውን የቐንየለይ ምስጋና ንህቦም ኢና።
እዚ ታሪኽ ኣብ ገድሊ ዝተሰርሐ ከምኡውን ኣብ ምውሓስ ሃገር ዝተገብረ መወዳድርቲ የብሉን ካብኡ ናብኡ ከኣ እቲ ናይ ገድሊ ከኣ ምስቲ ጽንኩርነቱ ምስቲ ንውሓት ናይ ቃልሱ ምስቲ ዝነበረ ካብቲ ሕብረተሰብ ርሕቅ ኢልካ ተገሊልካ ዝካየድ ዝነበረ ቃልሲ ትብድሆ ኣዝዩ ኣዝዩ ከቢድ እዩ ኔሩ እሞ ተጋዳላይ ነዚ ከኣ ብብልሓት እዩ ሓሊፍዎ ብጅግንነት እዩ ሓሊፍዎ ቅያ እንዳሰርሐ እዩ ሓሊፍዎ ነዚ ግን ከይተዘንተወ ብዙሓት ከየዘንተዉ ታሪኽ ሒዞሞ ዝድበዩ ብዙሓት እዮም ብዙሓት ሓርበኛታት ዘይምዝንታው ክኣ ኣሎ ናይ ተጋዳላይ እሞ ኣብዚ እንታይ ድኽመት ትራኣየካ እንድሕር ዘየዘንተናዮ ከ እቲ ንኡስ ወለዶ ብኸመይ እዩ ክፈልጦ ድኣ ኣብዚ እንታይ እንታይ ትብል።
ልክዕ ሓቂ እዩ ኣነ ኣብ ሰዓት እዚ ካብዛ ንስኻ ካብ ትሓተኒ ነጀው ቅድሚኡ ሕብረት ነይሩና ነቲ ዝገበርናዮ ወይ ዝሰራሕናዮ ኣንነት እዚ እንታይ ዝገበርካ ኢኻ ከምዚ ትብል እንዳተባህለ ንንቀፈሉ ስለ ዝነበርና ከም ሕፍረት ጌርና ስለ ንወስዶ ኦረዚ ክሳብዛ ናይ ባፅዕ ትማሊ ሰነዳ ብርጌድ ደረጃ ናይ ክፍለ ሰራዊት ሰዓን ሽዱሽተን ብርጌድ ኣርባዓን ሸዓተን ዝተጀመረ ዝተሰማዓኒ ነገር ነይሩ። ኣብኡ ኣብ ኣገላልጻና ድዩ ኣብ ካልእ ድዩ ብዝኾነ መለክዒታት ካብኡ ተበጊሰ ክስራሕ ኣለዎ ይብል። ብዙሕ እዩ ተሓሊፉ። ምክንያቱ እዞም ዝሓለፉ ወራራት ኣብ ኤርትራ ተሳተፎ ግንባር ኣሎ ዘይተሳተፎ ግንባር ኣሎ ሓፈሻዊ ምዕባሌታት ከም ወታደር ኣብቲ ውድብ ነርካ ከም ሓፈሻዊ ንቕሓት እቲ ውድብ ኣብ ልዕሌና ዝገበሮ ፃዕርታት ግን ህልው ኩነታት ናይቲ ውድብ ንፈልጥ ኢና ኣብ ከመይ ደረጃ ንኣቱ ነርና ኦረዲ እቲ ምዝላቕ ኣብ ሰብዓን ሸሞንተን ምዝላቕ ተኻይዱ ድሕሪ ምዝላቕ እውን ናብ ሳሕል ተዓሪዱ ምርብራብ ተወዲኡ ናብ ምርብራብ ተወዲኡ እውን ናብ ጃልነት ተኣትዩ ፀላኢ ናብ ናይ ምክልኻል ኣትዩ ንሕና እውን ናብ ምጥቃዕ ኣቲና ማለት እዩ ስለዚ ምዝላቕ ወዲእናስ ናብ ምጥቃዕ ኣቲና ኣብ ከበባ ዝነበርናሉ ድሕሪኡ ድሕሪ ፀረ መጥቃዕቲ ድሕሪ መጥቃዕቲ ምሳድና እውን ድሕሪ ጃልነት ዳግማይ ተገይሩ እውን ኣብ ጉጤታዊ ቀዲ ኩናት እእቲና ዝነበረ ፀላኢ ነይሩ ዝናይ በዓል ወፍሪ ባሕሪ ነጋሽ ድዩ ብቃሩራ ዝመፀ ድዩ ብባርካ ዝመፀ ድዩ እዚ ብቐራ መፀን ብባርካ ዝወረደን ቀይ ኮኸብ መብረቕ ዝብሎ ነይሩ ቀይ ኮኸብ ዝብሎ ነይሩ ሓደ እዚ ብሓልሓል ቆሪጹ በሲዑ ዝኣቱ ሓደ ብናቕፋ በሲዑ ዝኣትዩ ብማይ ህመት እውን ከምኡ በሲዑ ዝኣትዩ ብቐራድ መጸ ከኣ ዝበሃረሩ ተጋደልቲ ክሕዝ ወይ ከዓ ክእክብ ክኣስር ኢሉ ዝወጠኖ ውጥን እዩ ናይ ሶቬታውያን ቀዲ ኩናት እዩ ነይሩ እዚ ብምብራቕ መብረቕ ኢልዎ ዝነበረ ብባርካ ብኣቑርደት ኣቢሉ ብሓሽሓሽ ኣቢሉ እዚ ወረደ ምስ በዓል ሓልሓል ዝተራኸበ እንተኾይኑ በዓል ሕሩም ኣቢሉ እውን ልክዕ ከምኡ ዓይነት ባህሪ ነይርዎ እሞ ኣብ ሰላሕታ መምዚ ዳኣመሰለ ኩናት ተኻይዱ ትኮስ ጥይት ኣይነበረትናን ትብላዕ እንጌራ እውን ኣይነበረትናን ከምኡ ዝኣመሰለ ኩነታት ኣብቲ እዋንቲ ኣነ ዝከረኒ ኣቦይ ሮመዳንሲ ሓገዝ ሎሚ ሓገዝ ዘይኮነስ ብጀንቢል ዘይኮነስ ብጀናቢል ሓመገዝ ረኺብና ኢና ተባሂሉ ዝዛረበሉ እዋን ነይሩ እዩ እዚ ናይ በዓል ተሰነይ ክጥቃዕ ከም ዘለዎ ተገይሩ ካብቲ ንብረና ሕሰም ናይ ጥይት ምስኣን ተሰነይ ቀምሽ ውፅኢት ድቅስ ሰራዊት ኣሎ ካብ ኤርትራ ካብ ዝኣቱ ኣፅዋር ተመቒሉ ዝድቅስ እዩ ነዚ ከነጥቅዖ ኣለና ተባሂሉ ንኸርከበት እውን ከም ልምምድ ተወሲዱ ከም ቅርፂ ናይ ተሰነይ ተወሲዳ ቅርጺ ናይ ተሰነይ ናይ ከርከበት ተወሲዱ ተን ዝነበራ ታንክታት ክስ ሰለስተ ቡምባ ነይረንኣን ተሰነይ በጽሐን ሰርቪስ ከይገበራ ክኣትዋ እውን ዘይከኣል እዩ ኦረዲ እውን ተዳኺመን ንሰን ተሰነይ እውን ተታሒዛ ተሰነይ ምስ ተታሕዘት ነጥቦ መቐይሮ ዝበሎ ወዲ ኣፈርቂ እውን ነይሩ እዚ ነጥቦ መቐይሮ እዚ ኣብ ሰሜናዊ ቁራዕ ሳሕል ኣብ ሓደጋታት ዳኣተዋ ነይረን መጥቃዕቲ ተፈቲኑ ነይሩ ኣፅዋር ምስ መፀ ግን ሕነ ሕነ ሰሜናዊ ምብራቕ ሳሕል ብምሉኡ ክድምሰስ ከም ዘለዎ ተገይሩ ማለት እዩ ወቃብኡ ዝተደምሲሱ ድዒብ እውን ናይ በዓልና ደው መፅዩ እቶም ነዚ ዝትርኹ ነዚ ዘፅንዑ ዝነበሩ እቲ ውድብ ልክዕ ሸትኡ ንክወቅዕ ድንብርፅ ኣይበሎን ስለዋ ዓቕሙ ምስ ዓለም ተማጒቱ ኣንፃር ሓያላት ኣዝሊቑ ኣጥቂዑ ናይ መጨረሻ ዓወት እውን ተዓዊቱ ነዚ በብናቱ እናዘከርካ ክትዛረበሉን ክትዝትዮ ከለኻ ንኣብነት ነታ ናይ ሓንቲ ወፍሪ ባሕሪ ነጋሽ ኢልካ ክትውድእ ከለኻ ነታ ዓመተ ምረት እያ ብዙሕ ነገር ኢኻ ክትፅሕፍ መፅሓፍቲ እውን ኣይኣኽለካን እዩ እንደገና እውን ተደጊምካ ነቲ ሓንቲ እንድሕር ከምኡ ምፅኢካያ ሓንቲ ጥራዝ እንዳሃብካ እናፀሓፍካ እንድሕር ከትካ ክትረኽ ኣለዎ ዝያዳ ዝያዳ ምሁራት ኣለዉና፣ ኣዝዮም ሓያላት ኣለዉና፣ ነይሮምና እዮም እውን፣ ኣጋዲሎም ዘጋደሉ ኣለዉ፣ ብዓንዳ ርእሱ እሳቶም እውን ኣይጸሓፍዎን ኣይሰነድዎን፣ ንሕና እኳ የኖ ተዓዋሚ ኮይና ከም ተራ ዕላል ክንፈልጦ ስለ ንኽእል ንስትየሉ፣ እምበር ንበዓል እዚ መጽናዕትታት እዚ ሰለያዊ ዓቕሚ እንተ ዘይሕይል ነይሩ ንበዓል ተሰነይ ውሽጡን ውሻጢኡን ፈሊጥካ ኣፅዋር ንፀላኢ ብጥይቱን ብንብረቱን ከምኡ ዝኣመሰለ ጅግነት ክትወስድ ናይ መሪሕነት ተራ ቀሊል ኣይነበረን። መሪሕነት ኣዝዩ ቁኑዕን ቅዱስን ጠላይ ህዝቢ ንኤርትራ ጥራሕ ዘይኮነስ ንኣፍሪቃ ብሓፈሻ ውፁእ ህዝቢ ዓለም እውን እንተኾነ እዚ ውድብ ዝን እዚ መንግስቲ ዝን እናሃለዎ እንከሎ ዝኾኖ ነገር ስኽፍታ የለን ዝብል እምነት እዩ ዘለና ንሱ ክሳብ ዘሎ ኣለና ንሱ እንተደሊ ከዓ ድሕሪኡ ኣፍሪ ክኸውን ተስፋ ንገብር ቀሊል ዕድመ ኣይተገብረን ዘሎ ስኽፍታ እቲ ዕድመ እዩ ስኽፍታ እቲ ምናሕ ናይ ተቓልሲ እዩ ከምኡ ኢሉ ኣይነብርን እዩ ሰብ እዚ ከ እንታይ ይኸውን እዚ ደፍራሃና ወይ ደስጋኣና እምበር እዚ ኩናት ብጣዕሚ ክስነድ ዝግብኦ ትረኽ ዝግብኦ እዩ ቀለልቲ እውን ኣይኮኑን ፅሒፎሞ ክህሉ ክእሉ እዮም እንዳሰነዳ ኣለኩም እውን ብል ነይሩ ዝኾነ ክፅሕፍ ክስንድ ዝደሊ እንዳሰነዳ ስለ ዘሎ ብል ነይሩ ኣብዚ ሰሜናዊ ምዕራብ ሳሕል ሓደ ግዜ እዚ ናይ ውቃው እዝ ምድምሳስ ዝኸድናሉ በዓል ዝተገብረሉ ማለት እዩ ስኑድ እዩ ኢሉ ይዛረብ ነይሩ ሰብኣይ ሓያል እዩ ክስነድ ዝኽእል እዩ እሱ እውን ናይ ምስናድ ባህሪ ኣለዎ ነዚ ገዲፉ እውን ኣይከይድን እዩ ግን ናተይ ናትካ ናይ ኩሉ ሰብ ተሳትፎ የድሊ ንምስናድ። ቶታተይ ዛዚመ እየ ግን ቅድሚ ምዕጻውና ክትብልዎ ትደልዩ ተሎ ናባኹም። ሕጂ እኳኒ ቀንዲ ቀንዲ ንዓኻ እንድዩ ምስጋንይ እስኻ ግዜኻን ኣብዚ መጺኻ ንዓና ክብሪ ሂብካ እዚ ከምዚ ከተኽብረና ከለኻ ብጣዕሚ ንዓኻ እዩ ምስጋነ ዝግባኣካ ብድሕሪኡ ከኣኒ ኣነ ኣብ ናብራይ ዋላ ኣብ ዝኾነ ኹን ዝሓለፈ ናይ ሃይለ እዚ ናይ ቀዳማይ ዝተገብረስ ብጣዕሚ ዕድመ ወሲኸ ከመይ ዕድመ ወሲኸ መሲልካ ንዕኡ እቲ ዝሓለፎ ኩሉ ከዓ ኣብ ሂወቱ ባዕሉ ዝገበሮ ድዋዓሎ ዝሰንኮለሉ ዝተሳተፈሉ ኩሉ ኣብዚ መፂእኻ ኩሉ ትቃለ መጠየቕ ምስ ተገብረ ዋእ ሎሚ ዋላ ምስ ተሰዋእካ ታሪክ ህይወት እንተደይ ተነግረ ኣነ ወላ ሓንቲ ፀገም የብልን ሕጂ እንከለኻ ልዕሊ መሬት እንቋዕ ብኣካል ብዓልኻ ተዛሪብካሉስ ኣሕዋትካን ብፆትካን ሰሚዖሞ ተሓቢነ እየ ኢለ ሞራል ወሲኸ ማለት እዩ ስንኩል ዘይኮነስ ልዕሊ ስንኩል እየ ጠሚተዮ እጂ ኣነ ብጣዕሚ ብጣዕሚ ንዓኻ ዕድመን ጥዕናን ሃብካ ሞራል ዝግብኣካ እዩ ፍናን ዝግብኣካ እዩ ዓቕሚ ደየሎ ኮይኑ በር ካሊእ ዝግብኣካ ዓቕሚ እንተድህልወኒ እንዳመስጎንኩ እየ እሺ ቁሩብ ረስዐያ ፀንሐ ከይገለፅኳ ከይሓልፍ እዛ ዓባይ እዛ በኹሪ ጓልና እታ ባኑና ትብል ስም ካብ ናይ ተጋድሎ ሓርነት ዝነበረትሉ መስመር ንዓይ ካብ ሰምሃር ጨውያትኒ ወይ ከዓ ማሪኻትኒ ነይራ ኣብ ሰብዓን ሸሞንተን ማለት እዩ ንበዓል ዴባ ሳታ ኣብ ባራሽ ተኣሲረ ድሕሪ ምፅናሕ ንኦልኤፍ እናወሰድህና እንከላ ለይቲ ጽልምት ምስ በለ በርቂ ምስ በረቐ ማይ ይሃርም ስለ ዝነበረ ጽግዕ ኢለ ብሓደ ጸልማት መላገሲ ርኤ ተሪፈ ማለት እዩ ኣባኑና ኣባኑና ስለ ዝተረፍኩ ድሕሪ ክንደይ ግዜ መጺእና ከኣ ኣባኑና ስለ ዝተጠንሰታ ቆልዓ ባኑና ክንብላ ከለና ከኣኒ ኣብ ሽሓኒ ሂብናያ እቲ ኣስማት ገሌና ኣድሪካላ ንብል ገሌና ቤሉል ንብል ገሌና ሜሎት ንብል ብዙሕ ነይሩ ዘብልናዮ ከምዚ ናይ ቆልዑ ዕምባባ ጠቕሊልና ከም ናይ ሎተሪ ምስ ሃብናያ ግን ሓንቲ ተሪፋ ኣብ ኢዳ ተገለፅናያ ከዓ ምስ ርኤናያ ባኑና ትብል ስም መፅያ ብኣ ባኑና ወፅያታ ተወልደሉ ቦታ እውን ሂምቦሊ ቦታ ልደት ሂምቦሊ እያ ትብል ሕጂ በዚ ዝተሰማዓኒ ብጣዕሚ ኣዝዩ ኣዝዩ ፅቡቅ ኢላ ንዓኻ እውን ኣብ ኣድንቆት ሂባትንካ ደዊላትልና ነይራ ወረደ ሕጂ እውን ክድውለሉ እየ ኢላትና ኣላ ደሓን ስኹን መተባብዒ ሕድረኺ ኢልና እውን ሓቢርናያ ኣለና ሕራ ኢላ ኣላ እዚ ከኣ ብተዘዋዋሪ መንገዲ ንዓኣ ውን ሰላምታ ወይ ውን ትዝታ ክኾና ማለት እዩ። የቐንየልና። ኣነ ከኣ የቐንየለይ ክልቲኦም ተጋደልቲ ገዲም ተጋዳላይ ነዊሕ ዛንታ ብፍላይ ከኣ ምስ ታሪኽ ዝተሓሓዝ ኣዝዩ ብዙሕ ዛንታ ኣብቲ ተሞክሮኻ ዝተሰለፍካሉ እሞ ከኣ ከይሸራረፈ ምስ ዝኽሩ ነቲ ህዝቢ ስለ ዘካፈልካ ብስምይ ብስም ተኸታተልቲ መስግነካ ከምኡ ውን ደጋ ጸጋይ ውን እቲ ዘዘንተኽልና ዛንታ ከምኡ ውን እዚ ናይ ሓረስታይ ሂወት ውን ማዕረ ክንደይ ደፊኹሞ ዕውቲ ምዃንኪ እዚ ውን ስለ ዘካፈልኪ ብስምይን ብስም ተኸታተልትን ኣዝየ ዘመስግነኩም ካልእ ግዜ ብኻልእ ዛንታ ክንራኸብ ተስፋ እገብር የቐንየለይ።

ክቡራትን ክቡራንን ተኸታተልትና ምስ ገዲም ተጋዳላይ ሓርበኛ ሃይለ ርኣያን በዓልቲ ቤቱ ይሕደጋ ጸጋይ ደስታን ብተኸታታሊ ዘቕረብናልኩም ትሕዝቶ መዛዘሚ ጌርናሉ ኣለና። ንስለ ምክትታልኩም ኣዚና እናመስገና ነዚ ትሕዝቶና እዚ ናብ ኩሉ ኤርትራዊ ምእንቲ ክባጻሕ ብወገንኩም ሸር ላይክን ሳብስክራይብን ክትገብሩ ንላበወኩም። ዘልኣለማዊ ዝኽሪ